ተወሳኺት ናይ ዩቲዩብ መቑሽሽ ሒዘ መፅየ ኣለኹ ብዛዕባ ምዝዋር መኪና ንምህር ስለ ዘለና ኣብቲ ናይ ምዝዋር መኪና ንኣብነት ንዳልዋ ዘለና መደብ እንታይ ኣላ ናብ ኤርፖርት ናይ ኦስሎ ከመይ ጌርካ ካብ ማእኸል ኦስሎ እንዳዘወርካ ትኸይድ ኣብቲ ኤርፖርት እንታይ ክትገብር ትኽእል ኣበይ ፓርክ ክትገብር ትኽእል ከመይ ጌርካ ከዓ ትወፅእ ካብቲ ከባቢ ቀሊል እዩ መጀመርታ ክትገብሮ ግን ከቢድ ስለ ዝኾነ ንምቕላል ዝተገብረት ቪድዮ እያ ማለት እዩ እታ ቪድዮ ግን ኤርፖርት በፂሓ ስለ ትምለስ ከባቢ ኣብዚ እንተርኢናያ ከባቢ ክልተ ሰዓት በፂሓ ኣላ እዚኣ ኣይኮነትን እታ ቪድዮ ነዚኣ ክስራሓላ እዩ ስለዚ እንታይ ክንገብር ንኽእል እዚ ኩሉ መንገዲ ብሓንሳብ ዲኻ ክትከዶ ዝብል ፕለይ እንተገይረ እያ ንኣብነት ሕጂ ከባቢ ኦስሎ እየ ዝዝውር ዘለኹ ብዚ ስለዚ ነዊሕ መንገዲ ብዝኾነሉ ብፍላይ ካብ ኦስሎ ምስ ወፃና ንበላ ኣብዚታት እንተ መፅየ ወላ ሓንቲ እንተ ደይዛረብ ኣለኹ ኮይነ ወይ ቀዳመይቲ መን ክልተ ሰዓት ቀስ ኢልኩም ርኢኹማ እስኪ ክደግማ ክትርድኣኒ እንተ ኢልካ እንታይ ክትገብር ትኽእል ኢኻ ክስልችወካ ስለ ዝኽእል ትፈልጦ ስለ ትጸንሕ ትነ ኩሉ ነገር ግን መዘኻኸሪ ጥራይ ስለ ዝኾነ ኣብዚ ሕጂ ትቕልጥፍ እንድያ ዘላ እቲ ናህሪ ናይቲ ኣጸዋውታ ክትቅንሶ ትኽእል ኢኻ ንኣብነት ኣብዚ ኣብዚ እንታይ ትገብር ኣብዚኣ ትኣቱ ኣብዛ ሴቲንግስ ትብል ዘላ ኣብዚኣ ትኣቱ እሞ ክሊክ ትገብር ሽዑ ኣብዛ ፕሌይ ባክ ስፒድ ትኣቱ ናህሪ ከመይ ክንዲ ማዕረ ክንደይ ከም ዝጻወት ማለት እዩ ሕጂ ኖርማል ኣሎ እንታይ ማለት እዩ ልክዕ ከምዚ ድዛረቦ ከምቲ ድዝውሮ ልክዕ ከምኡ ኣሎ ማለት እዩ እንተ ደኣ ዋን ፖይንት ቱ ፋይቭ ጌረዮ ግን ትቕልጥፍ ማለት እዩ። ቱ ታይምስ እንተ ጌረዮ ብጣዕሚ ዳብል ትኸይድ ማለት እዩ። ስለዚ ሰዓ እዛ ክልተ ሰዓት ቪድዮሲ ሰዓት ት- ርኢኻ ትውድኣ ማለት እዩ። ልዕሊኡ ክሳብ ሕጂ ኣብ ዩቲዩብ የብሎምን። ስለዚ ኣብ ዘረባ እንተኾይኑ ከኣ ክልተ ብጣዕሚ እዩ ዝቕልጥፈካ። ሓደ ነጥቢ ዕስራን ሓሙሽተን ወይ ሓደ ሓደ ነጥቢ ክልተ ሓሙሽተ ወይ ሓደ ነጥቢ ሓሙሽተ ጌርካ ግን ጽቡቕ ጌርካ ቅልጥፍ ቅልጥፍ እናበለ ነቲ ሰብ እቲ መልእኽቱ እንዳሰማዕካዮ ክትከታተሎ ትኽእል ኢኻ። ስለዚ ግድን ኣይኮነን ኮፍ ኢልኩም ክልተ ሰዓት ቀስ ኢልኩም ክትርእይዎ ከምዚ ጌርኩም ከተቐልጥፎ ትኽእሉ ማለት እዩ። ቀስ ምባል ዝበዝሐ ግዜ ኣይተጠቀምኩሉን። ምቕልጣፍ ግን ብፍላይ ቀዳመይቲ ብኖርማል ሪኤ ጽቡቕ እንተ ወዲኤዮ ኣብ ካልኣይ ቪድዮይ ቀስ ኢለ ዘድግሞ የብለይን ዝበዝሐ ተረዲኡኒ ስለ ዘሎ እንዳ ኣቐልጠፍኩ ከምዚ ድግማ ከነጽንዕ ኮለና ንገብሮ ሓደ ነጥቢ ዕስራን ሓሙሽተን ጌረ ወይ ገል ድምጺ እንተ ኮይኑ ከምዚ መኪና እንተ ኮይኑ ከኣ ኣይ ቲንክ ክልተ ጌርኩሞ ከማን ኣብ ከምዚ በረኻ ቅልጥፍ ቅልጥፍ ኢልኩም ትኸዱ ትኽእሉ እቲ ዕላማ እንታይ ንምልላይ ኣብ መንገዲ ዘሎ ሓበሬታታት ንምርኣይ ተዘይኮይኑ እቲ ሕግታት ተደጋጋሚ እዩ ምስቲ ካልእ ዝገበርናዮ ቪድዮታት ግን ዝያዳ ርእሰ ተኣማንነት ጌርካ ኤርፖርት በጺሕካ ጋሻኻ ተቐቢልካ ጋሻኻ ኣብጺሕካ ትመጽእ ትኽእል ማለት እዩ። ካልኣይቲ ኣብቲ ኳሊቲ ናይቲ ቪድዮ ኣብ ገሊኡ ህስስ ዝብል እዩ ዩቲዩብ ብዝውስኖ ነገር ዋላ ጽቡቕ ቪድዮ ኣፕሎድ ጌርካ ማለት እዩ ወይ ዓቢ ኮይኑ ወይ ገለ ኣብዛ ኳሊቲ ትብል ኣቲኻ ክሊክ ተጌርካ ዝተፈላለዩ ናይ ኳሊቲ ምርጫታት ክህልወካ ክእል እዩ ስለዚ እታ ኣብታ ኳሊቲ ኣብዚኣ ሕጂ ንኣብነት ኣውቶ ኣላ ሰለስተን ሱሳን ፒ ኣላ ምናልባት ምስ ግዜ ክትመሓየሽ ትኽእል እያ ምክንያቱ ብጽርይ ዝበለ ቪድዮ ስለ ዘእተናያ ካብ ሰለስተ ሚእትን ሱሳን ፒክሰል ንላዕሊ ናብ ኤችዲ ወይ ፎር ኤችዲ ፎር ኬ ዘላ ኣብዚ ከም ኣብቲ ኣርእስታ ተጻሒፋ ዘላ ስለ ዝኾነት ትማሓየሽ ትኸውን እያ ብውሽጢ ዩቱብ ማለት እዩ ኣብዚ ግን ኩሉ ግዜ ዝኾነ ቪድዮ እንተ ሕማቕ ኮይኑ ይረኣየካ ኣሎ ኣብታ ኳሊቲ ኣቲኻ ዝያዳ ምርጫታት ኣለካ ዶ ይብልካ ክትርኢ ፅቡቕ እዩ ማለት እዩ የቀኔለይ እዚ ናይ ሎማዓንቲ እተን ክልተ ዝበልክወን እንታይ እየን ሓደ ናህሪ ምውሳኽ ናይቲ ቪድዮ ኣብ ፕለይ ባክ ኣቲኻ ማለት እዩ ቀስ ተቢልናዮ ቀስ ብል ከምዚ ኢሉ እንተቐልጢፍናዮ ኸኣ ከምዚ ኢሉ ይቐልጥፍ ማለት እዩ። ካልኣይ ኳሊቲ ናይቲ ቪድዮኻ ምቁጽጻር ኳሊቲ ኣብዚኣ ትኣቱ ክሊክ ትገብር ኣብዚኣ ካብዚ ኣብዚ ዝመጽእ ሊስታ እቲ ዝዓበየ ተመሪጽካ ኮምፒውተርካ ትኽእሎ ተኾይና እቲ ናታ ስክሪን ዝበለጸ ቪድዮ ትርኢ ማለት እዩ። ይሃንየለይ።